ሮቡዕ እዩ ነይሩ ሓሙስ መዓልቲ እቲ ገጾም ብጫ ተቐይሩ። ዳሕራይ ምስ ሓለፈ ሓሙስ መዓልቲ ተወዲኡ ሓንቲ ነገር ኣይወረደናን ኢሉ። ዳሕራይ ኣብቲ ካልኣይ መዓልቲ ገጾም ቀይሕ ተቐይሩ ሕብሩ ምስ ተወደአ ድማ ጌና ሓንቲ ዓዛብ ኣይወረደናን ኢሎም ኣብ ሳልሳይ መዓልቲ ዮመ ሰብት ውጁሁሁም ሙስወዳ እቲ ገጾም ጸሎሎ መሲሉ በርዱ ኣይመጸናን ሓንቲ ነገር ኢሎም ኣብ ሰለስተ መዓልቲ ምስ ጨረሳ ናብ ሰንበት ወጋሕታ ናይ ብሓቂ ከም ድመጽእ ተረዲእዎም በቲ ሕብሮም ምስ ተረኣዩ ኣብ ገዝኦም ኮፍ ኢሎም ኣብቲ ጎቦ ውሽጢ ኣትዮም ገዛውቲ ዝሰርሕዎ ምእንቲ ዓዛብ ከይመጾም

ሳሕብ ስትሚኤት ጀናሕ እንታይ ገይሩ ሓንቲ ድምጺ ውጺኡ ካብ ካብኡ ሳይሓ ኡይ ትብል ድምጺ ምስ ኣውጻኤ እንታይ ኮይኖም ንሳቶም ካብ ሰማይ መጺኣቶም

እቲ ኣካላቶም ምንቅስቓስ ኣቋሪጽዎ። ወኸሸዐት ኣልኣስዋት ድምጺ ሓንቲ ትሰምዕን። ወሐቀት ኣልሓቓኢቕ እቲ ነገር ወሪዱ ዓዛብ። ፈኣስባሑ ፊ ዳሪሂም ጃሲሚን ኣብ በቦትኦም ኣብ ገገዝኦም ከለው ጁስታ ሃሚዳ ኮይኖም ኣካላቶም ጥራሕ ምንቀሳቐስ ዘይብሉ

እዚ ነገርዚ ወሪዱ ሳልሕ ዓለይሂ ሰላም እዚ ነገርዚ ምስ ረኣየ እንታይ ኢሉ ፈተወላ ዓንሁም ምልስ ኢሉ ርእይዎም ወቃለ ያ ቀውም ሞይቶም ሓደ ድንቀሳቐስ ዘይብሎም ኦ ኣቶም ህዝበይ ንምዉታት ይጽዋዕ ድዩ ኣሕዋት

ርኣዩ ይበጽሕኩም ኣለኹም እዚ ዓዛብ እዚ ከኣ ናይዚ ኣዱንያ ወሪዱኩም ቀጻላይ ኣብ የውሙል ቂያማ ደየቋርጸኩም መን እዩ ድከላኸለኩም ኢድ የላን ንዕኡ ትከላኸል ወላኪን ኣላሃ የፍዓሉ ማ ዩሪድ ኢሎም ረሱል ሰለላሁ ዓለይሂ ወሰለም ኣብ ግዜ በድር። ምስ ተዓወቱ እቶም ኩፋር ቁረሽ ሰብዓ ምስ ሞቱ ድሕሪ ሰለስተ መዓልቲ ካብቲ ቦታ ክጓዓዙ ከለዉ ረሱል ሰለላሁ ዓለይሂ ወሰለም ምስ ሰሓባ ኣብቲ ገመሎም ወይ ኣብቲ ፈረሶም ምስ ተሰቐሉ ረሱል ሰለላሁ ዓለይሂ ወሰለም

እሶም ካባኹም ንላዕሊ ሰምዑኒ ኣለዉ ኢልዎም ረሱል ሰ ወላኪን ላ ዩጂቡን ክምልሱ ግን ኣይክእሉን እዮም ሕጂ ዘኪሮምልና ኣህለ ስየር ረሱል ስለ ላ ለ ሰለም ንተቡክ ክሓልፍ ከሎ ብሕጅር ብናይ ቆሙ ቶድ ብናይ ቆሙ ተሙድ ሓሊፉ ብዓም ተቡክ ኣልእማም ኣሕመድ ከምቲ ደመሓላለፍዎ ኣብ ሕጅር ወሪዶም እቶም ሰሓባ ሪድዋን ላህ ተዓላ ዓለይሂም ካብቲ ሩባ ናይ ኣህሊ ሰሙድ ማይ ኣምጺኦም ከምኡ ውን ለዊሶም ከምኡ ውን ድስቶም ሰኽቲቶም ረሱል ሰለላሁ ዓለይሂ ወሰለም ኣዚዝዎም እዚ ኩሉ ነገር እዚ ኣፍስስዎ ኢልዎም ነቲ ዝሰኽተትዎ ድስቲ፣ ነቲ ድለወስዎ ብሑቕ ነተን እንስሳ ሃብወን ኢልዎ ካብኡ ተሲኡ ኣንቀሳቒስዎም ናብ ካልእ ቦታ ወሲድዎም ካብቲ ማይ ትሰትየሉ ነበረት ታናቀቱላህ ሩባ ናብኣ ወሲዱ ካብዚ ሕጂ ግበሩ ኢልዎም ኣዚዙ ረሱል ሰለላሁ ዓለይሂ ወሰለም ናብዚ ከምዚ ድኣምሰለ ቦታ ኣስላማይ ከይከይድ ከይኣቱ ከምቲ ድበልዎ ወነሃሁም ኣን የድኹሉ ዓላ ልቀውሚ ኣለዚነ ዑዚቡ እንታይ ኢሎም ረሱል ሰለላሁ ዓለይሂ ወሰለም ኢኒ ኣኽሻ ኣን ዩሲበኩም ምስለ ማ ኣሳበሁም ፈላ ተድኹሉ ዓለይሂም እቲ ዝረኸቦም ንዕኦም ከይረኽበኩም ኣብኡ ከይድኩም ኣይትእተዉ ኢኹም ኣሕመድ ወቡኻሪ ወሙስሊም ኣመሓላሊፎምልና ከምኡ እውን ኢሎም ረሱል ሰለላሁ ዓለይሂ ወሰለም

ዒብራ ክትወስዱ ክትበኽዩ ተደይ ኮንኩም ወይ ከኣኒ ብኽያት ተደይ መጸኩም ነንሕድኩም ኣዛኻ ተዛኻኺርኩም ብኸዩ እስከ ኣይትእተዉ እዚ ናይ ቱሪስትም ኢልካ ናብ ቱሪስት ክኸይድ ኢልካ ናብኡ ምእታው እዚ ሓዲስ ረሱል ሰለላሁ ዓለይሂ ወሰለም ምጥሓስ እዩ ፈላ ተድኹሉ ዓለይሂም ኣይትእተዉ ናብ ቦትኦም ኣን ዩሲበኩም ምስለ ማ ኣሳበሁም ከምቲ ዝረኸቦም ንዓኦም ከይረኽበኩም ስለዚ ንሕና ሓደ ግዜ ረሱል ሰለላሁ ዓለይሂ ወሰለም ኢሎም ማ ተድኹሉ ዓላ ቀውሚን ቐዲበ ላሁ ዓለይሂም ኣይትእተዉ ናብዞም ህዝቢ ረቢ ዝቐደበሎም ኢሎም ፈናዳሁ ረጁል ጸዊዕዎ ሓደ ሰብ ናዕጀብ ሚንሁም ያ ረሱሉላህ ክንርኢ ክንግረም ካብኣቶም ቃለ ኣፈላ ኡነቢኡኩም ቢኣዕጀበ ሚን ዛሊክ ካብኡ ደገርም ነገርዶ ክነግረኩም ኢልዎም ረሱል ሰለላሁ ዓለይሂ ወሰለም

ፈኢነ ኣላሀ ላ ያዕበእ ቢዓዛቢኩም ሸይኣ ኣላሁ ተዓላ ሓንቲ ኣይጎድሎን እዩ ንዓና ክዕዝበና ወሰያእቲ ቀውመን ክመፁ እዮም ህዝቢ ላ የድፈዑነ ዐን ኣንፉሲሂም ሸይኣ ንነብሶም ክከላኸልሉ ዘይክእሉ መዓልቲ ክመፅእ እዩ ስለዚ ንሕና እዚ ቱሪስት ኢልካ ናብቲ ቀውም ዓዛብ ዝተዓዘቡ ክንኣትው ሓዲሱ ሰለዓል ሰለም ከልክለና ኢልና ክንበኪ ክንዝከር ከምቲ ናቶም ከይወርደና ተደይ ኮይኑ ከምዚ እንዳ በለት ቅሰት ሳልሕ ዓለይሂ ሰላም ናቀቱላህ ከምቲ ረቢ ድሰመያ ቁርኣን ተሓሪዳ ትእዛዝ ናይ ረቢ ተጣሒሱ ህዝቢ ተደምሲሱ ሓደ ከይተረፈ ንኣስየዕበ ንሕና ድማ ደቂ ዓይኒ ማዕረ ኮና ናብ ቅድሚ ረቢ ትእዛዝ ናይ ረቢ እንድሕር ጥሒስና እንታይ ከይመጸና እንዳበልና ሆ ንብል ዘለና ክንጥንቀቅ ኣለና ከምኡ ድካ ናይ ድሓለፉ ህዝብታት ካልእ ሪኢና ሕጂ ከ መን እዩ ክመጸና። ድሕሪ እዚ ናይ ሳልሕ ቅድሚ ናይ ቅድም ናይ ሳልሕ ዳሕራይ ቅድሚኡ ንነበረ ናይ ሁድ ቅድሚኡ ናይ ኑሕ ቅድሚኡ ናይ ኢድሪስ ቅድሚኡ ናይ ኣቦና ኣደም ሰሚዕና እዚኦም ሁድ ወሳልሕ ኣብ ጀዚራ ዓረብያ ክነብሩ ከለዉ ድመጽ ደሎ ነቢ ከኣ ካብ ዒራቅ ቢላዱ ራፍዴን ዒራቕ ተባሂሉ ዝጽዋዕ ዘሎ ሕጂ መሰረቱ ካብኡ ዓብይ ነቢ ዝኾነ ረቢ ኸሊል ገይርዎ ኢብራሂም ዓለይሂ ሰላም ብዛዕብኡ ክንዛረብ ኢና ናይ ኢብራሂም ዛንታ ነዊሕ ስለ ዝኾነ ኣብ ሰለስተ ወይ ኣርባዕተ ፓርቲ መቒልና ንኽንዛረብ

ተጋግየ ካባይ ካብ ሸጣን እንተ ቁኑዕ ተዛሪበ ካብ ረቢ ዝሃበን ንዕማ ካብቲ ጌጋ ተዛርብኩ ከኣ ኣላህ ወረሱሉሁ በሪኢን ከም ምኳኖም ክሕብር ይፈቱ።